ኣነ ግን ንዓይ ዝኾነ ሃፍቲ ንዓይ ዝኸውን ዓቕሚ ነብሰይ ሃፍቲሲ ይምነ ብኡኡ ከኣ ገንዘብ ኣውጺኤ ብኡ ክሰርሕ ይደሊ ንኣብነት ሕጂ ንዓድና ተኸድና ኣብ ዓድና ጣሕኒት ትፈልጥ እያ እንተዘ ጣሕኒት ኣውላ ልዕሊ ዓሰርተ ሸመንተ ዓመት ዝገበረ ጣሕኒት ኣጣሕኒት እሳነት ዓዲ ከቕይረላ እየ እዚ ፕሮሚ ሽወር ሓንቲ ክቕይራ እየ ንብኡ ጠፍጣፊ ጣሕኒት ኮንካ ምንባር ዕላማ እዚ ከመይ ከም ሓሳብ ማለት ስራሕ እዩ ፅቡቅ
ያ ክንደይ ቆልዑ ትምርዖ መደብ ኣለካ ድዩ መዓልቲ ዓመተ ምህረት እቶም ቆልዑ ክንደይ ቆልዑ ቆልዑ ቆልዑ ገና ከይተመርዓና ክንሓስብ ብዛዕባ ቆልዑ ገበን እንዲ ግን እንታይ ደኣ ክንገብር ክንሓስብ ኢና እምበር ስለዚ ሓሲብካ ኣሎ እያ ድረገፀይ ቆልዑ በቃ ተበዚሖም ሰለስተ እዮም እንተውሒዶም ከዓ ክልተ እዮም ሓደስ ዳርጋ ዘየለ እንዲ ሕጂ ካብኦም ከዓ ሰለስተ ተኮይኖም እታ ሓንቲ ጓል እያ እቶም ክልተ ከዓ ኣወዳት እዩ ዝበሃል ዘሎ ኮንካ ተተካኢሉ እዩ ሕጂ ያ ብስነ ስርዓት ከዓ ዓብይ ኣለዎም ቆልዑ ዲሲፕሊን ከምዚ ከማይ ታብታብ ዝብሉ ቆልዑ ኣነ ሕጂ ብስነ ስርዓት ይዓበ ታብታብ ዝብሉ ዘይኮኑስ በቃ ካልእ ሞያ ዝገብሩ። ኣነ ከይተማሃሩ ምሁራት ቆልዑ ክወልድ እየ ዝደሊ። ኦኬ
ጽቡቅ እዩ ከም ትምኒት ክሃበካ ኣምላኽ እዎ ከምዚ ሓደ ሓደ ሰባት ኣነ ንኸይጽለል ይፈርሑ ኣነ ግን ካብ ጽለል ነዊሕ እየ ኮይኑ ንኸይጽለል ተጽሊለ እየ ወይ ብቀደም ዘረባይ ኩሉ ግዜ ኔርካ ዲቪ ከምዚ ቁም ነገር እዩ ዘረብካ ዘለኹ ቀደሙ ናይ ነብዓ ግለፅ ኣለዉ ከምዚ ዝኾነ ጭንቀት ወይ ሓሳብ ወይ ጸቕጢ ወይ ገለሲ ናብ ዝኾነ ኣንፈት ገለ ከብደኒ ይክእልን እዩ ምክንያቱ ንነብሰይ የረጋግኣ እየ ደሓን እየ ከምዚ ብዛዕባ ነብሰይ ገለሲ ይሓስብ እየ ተረዲእክኒ ብእውነት እዚ ዝበክ ዘለኹ ምናልባት ትርር ኢለ ምልሶ ስለ ዘለኹ ናይ ናይ ፀገም ዘለዎ ይኮነ ከምዚ ብውሽጢ ካልእ ክትከውን ትኽእል እንዲኻ ዲቪ ግን ኣብዛ ክልተ መዓልቲ ቅድሚ ክልተ መዓልቲ ገለ ዝነበረት መዓልቲ ግን ማራ ኩሉ ሰብ ኣፍሪሕካ እዩ
ያያያ ሰትየ ሰትየ ልዕሊ ዓሰርተ ሓሙሽተ ዓሰርተ ሽዱሽተ ቢራታት ገምጢልካ ኣብ ከብድኻ እሞ ኸኣ ምስቲ ዕብራን ዘለካ ክንድኡ ቢራታት ከትጻወር ምንባርካ ትፈልጥ ዶ ኣይትፈልጥን ኣሰካፊ እዩ ካብ መዓስ ኢኻ ካብ መዓስ ላይፍ ኣቲኻስ ኖርማል ኢኻ ትጻወት ዝፈልጠካ መስተኻ ማስ እዩ ኦ ማይ ጋድ
ከምዚ ከምዚ እንዳበልኩ እንዲኻ ሓዲረ ሽዑ ድኣ ከምዚ እንዳበልኩ እኮ እየ ሓዲረ ተለን እንዶ ድኣ በዚ ዘቂኒ ድኣ ነብዚ ጓል ተቀሚጠ ዋላ ፎን ገይረ ኣነ ድኣ ኪስ ትገብረላ ዘለኻ ከይ መሲል ምዞን
ዝመትስ ኣታ መን እዩ ዝድውል ፍቅሪ ኣታ ፍቅሪ የለን ሰብ በጃኻ ተኣልየለይ እስከ መን ፍቅሪ እታ እዚ ጉዳይ ማን እዩ ዘሎ ኢልካ እ ጉዳይ ማን እዩ ዘሎ ኢልካዮ ጉዳይ እዎ ሕጂ ከመሪፅ ክትቅፅዕ ትኽእሊ ዶ
እወ ደሓን ቅጫን
ኣጆ መሪፅ ገጠራት ማይ ስተ ይብለን ኣለኹ ማይ ዶ ክሰትሞ
ኣንታ ማይ ክንሰቲ ኮሞ ባሕሪ ተቐይሩ ከብድና ይስማዕ የለን ድምፂ ናተይ ምሽ ንሰማዕካ ኣለና ቅሩብ ግን ዝሕል ስለ ዝበለ እምበር ንሰማዕካ ኣለና እሞ ከማኻ ዶ ትርር ክብል መሪፀ ቁፃዕቲ ኮይኑ ዳ ትርር ክንብል ከማኻ ንቱም ህዝቢ ምትራር ተኮይኑ ዋላ ቆቢዕካ ኢካ ትመልሶ ያ ዴቭ ሕጂ እንታይ ድዩ መሲልካ እቲ ኩነታት እዩ እኮ ከምኡ ኮይኑ ዘሎ ግን ደሓን ሓላፋ እዩ ኩሉ ነገር
ዝሓልፍ ነገር የለን ኮላ ሓሊፉ እዩ ወርዳ ሓፍተይ ንድሕሪት ከይትመልስኒ ይብለኒ ኣሎ እንዲ ግን ናይ ምንታይ እዩ ገለ የለ ከምዚ ኣለርጂ ገለ ገብረለይ ኣሎ ቃፀል ኣሎ

ቴንኪ ሳሚተ ቴንኪ ጋይስ ኦከ ዮርዳኖስ ሕጂ ብግልጺ ማለት እዩ ዮርዳ ሶሪ ዮርዳኖስ ኢለኪ ዮርዳ ብግልጺ ማለት እዩ ሕጂ ፍቅሪ ምስ ሓዘካ ዝስመዓካ ስምዒታት ክትነግረና ኢኪ።
ንሓደ ሰብ ተፍቅርካዮ ማለት እዩ ናቱ ሕማቅ ክትርኢ ትደሊ ኔኻ መጀመርታ ነገር ዝኾነ ነገር ክኾነካ ኣይትደልን ኢኻ ካልኣይ ነገር ከዓ ንዕኡ ክትሪኦ ንዕኡ ክትረኽቦ ብጣዕሚ ኢኻ ትደሊ። ዝኮነ ነገር ወይ ንሱ ተሓሪቁ ወይ ገለ ነገር ከኣ ሕማቅ ይስማዓካ ኣብ ውሽጥካ ንድድ እካ ትብል ንሱ ተነዲዱ ንሱ ተሓሪቁ ዝኮነ ሰብ ተጸሪፍዎ ገለ ተዋሪዱ ከማን ብጣዕሚ ይስማዓካ ነቲ ንዕኡ ዝስምዖስ ንዓካ ይስማዓካ ተመሊሱ ዝኮነ ናቱ ነገር ክትርኢ ካልእ ነገር ከኣ ሕርቕ ሕርቕ ይመፀካ እዩ ስምዒታት ካብ ዘይተቋጠጠረሉ ደረጃ ትበፅሕ
ኦኬ ካልእ መግቢ ማይ ገለ ኣብየክን እዩ ድቃስ
ተፍቅሮ ሰብ
እወ ንዕኡ ክትዝክር ገለ ንዑ እዚ ዴቭየ ካ እዚ ፈሪ ኣይኮነን ሓንቲ እቲ ሓቀኛ ፈሪ ነቲ ሰብ ናቱ ሕማቅ ክትርኢ ክትሰምዕ ክትክል ዘይ ሜይቢ ተተባኢስካ ገለ ዳኣሉ ሕርቅ ሕርቅ ወይ መግቢ ምብላዕ ዝኣብየካ እምበረይ ምብላዕ ዘይኮነ ከዓኒ ንሽዑ ኢካ ትጸልኦ እምበር መግቢ ክበልዕ ወይ ማይ ክሰቲ ዘይክእል ሰብ የለን ማለት እዩ እዚ ሓሶት እዩ። እዚ ፍቕሪ ዘይኮነ ፅላለ እዩ። ቀዳማይ ነገር እቲ ጥዑይ ፍቕሪ ዊን ከም ነብስኻ ተፍቅሮ ሰብ ናቱ ሕማቕ ጥራይ ኢኻ ክትርኢ ዘይትደሊ እሱ ዝኾነ ነገር ክኸውን ከሎ ክትርኢ ስለ ዘይትደሊ ጥራይ እዩ እምበር ያ እምበር እዚ ማይ ይኣብየኒ እዩ ምስታይ ይኣብየኒ ማይ ዶ ወላ ምግቢ ምስ ምብላዕ ኣብየኒ ዝብል እዚ ፅላለ እምበር ፍቕሪ ኣይኮነን። ኣነ ከም የራኖስ ማለት እዩ ከምዚ መልክዕና ከዓ ተሓሳስባና በበይኑ ስለዝኾነ
ኦኬ እዝኒ ደጊፍኪ ክስሚዕክኒ ፅቡቅ
ምግቢ ምብላዕ ያቤካ ኣሎ ድዩ ደብየ ምግቢ ምብላዕ ያቤካ ኣሎ
ነይ
እሞ ሓደ ዘፍቀራ ነቲ ዘፍቀራ
ናባይ ክንመፅእ ኣይደልን ትሕቶ ኣባኺ ተወዲ እዩ ትሕቶስ ኣባኺ ተወዲ እዩ ይብለካ
ኦኬ ናይ እሺ ሶሪ ወጠምጣ
ናይ ፀገም ዘለዎ ኣይኮነን ዌል ካደ ገለ ትሓትዮ ሕቶታት ወይ ኣነ ክሓተኪ ዝኽእል ሕቶታት ትፈልጥዮ ገለ እንታይ እዩ ክህሉ ይኽእል?
ደፊርካ ምውጻእ እዩ ድዩ? ትኽክል ዘኪረየ ኸኣ
ኦይ ጋይስ ፕሊስ ናናይ ቦቴ ዳኒ ጸልሉ ዲኹም እዞም ህዝቢ ኖ ኢሎም እሞ ታብታብ ግበርለሽ ጨር ትኮይንኩም እዚኣ ባድላ ትገብረላ እዛ ኮሪዕካዮ ዘለካ እዛ ኮሪዕካዮ ዘለካ ባድላ ትመስላ ቤላ ኣብ መፅኻ ባድላ ዝገርመካ ካብቲ ዘይፈትዎ ዓይነት ክዳውንቲ
እያ።
ክምርዖ ከለኩ ክመልሶ ድየ ሳኣን ቱታ ቱታ መሊሰ ከይምርዖ እየ ዝስከፍ ኣብ መርዓይሲ ቶታ መሊሰ ከይምርዖ እየ ዝስከፍ።
ኦኬ ከምዚ ሕቶ ከኣ እባ ኣለኒ ሕጂ ከምዚ ንስካ ሓንቲ ሰብሲ ከምዚ መርዓ ጥዑይ ክትገብረላ ከምዚ ምሾ ሃገርግር ዝብል መርዓ ዲካ ክትገብር ትደሊ ዋላስ ኣብ ቤተክርስትያን ከይድካ ቃል ኪዳን ኣሲርካ ምስ ፋሚለካ ክትውልዶ ቤወንስ ቤሎ ቤሊስኩም ገለ ሰፋሕፋሕ ዘለዎ እንታይ ድዩ ከም ትሕዝቶኻ እዩ ኣብ ትሕዝቶ እዩ ዝምርከስ እዙይ ማለት ረኺብካ እንድሕር ኣብ ከመይ ዝበለ ብዕሙር ገለ ዓይነት መርዓ ቪድዮን ገለን ዘለዎ እንተሕሊፍካዮ ጽቡቕ እዩ። እንድሕር ትሕዝቶኻ ካብ ኢድካ ናብ ኣፍካ ተኾንካ ግን ኣብ ቤተክርስትያን ኬድካ ቃል ኪዳን ኣሲርካ ዋላ ኣብ ጥምቀትካ እንተተመርዓኻ ውን ኣይጽላእን እዩ በሃላይ እየ። እቲ ቀንዲ ቀንዲ መርዓ ዘይኮነ ንሓዳር ዘደልድሎስ፣ ፍቕሪ እዩ። ፍቕሪ ከኣ ብልቢ ኣብ ከ ናይ ብሓቂ ኣብ ልቢ ዝምስረት ማለት እዩ። ናይ ብሓቂ ከምዚ ምስ ካልእ ሰብ ክተወዳድሮ የብልካን እዚ ዘፍቀርካዮ ከምኡ ኣብ ልዕሊኡ ዝኾነ ዓይነት ዲስርስፔክት ከተርኢ የብልካን በቃ ባይ ዘ ወይ እዚ ንኣብነት ሕጂ ንስኺሲ ኣነ ከምዛ ዘለኹዋ ድሕሪ ተተቐቢልክኒ ንዓይ ብዙሓት ሰባት ሕጂ ከምኡ ኢሉ ብኣካልን ብኽስታይን በበይኑ እዩ ሰብ ኣብ ኣካል ሓጺር ተጸኒሐኪ ከ ክትገድፍኒ ድዩ ሕጂ ከምቲ ዘለዎ ኢኻ ንሰብ ትቕበሎ ምክንያቱ ምሉእ ኮይኑስ ክጸንሓካ ኣይክእልን እዩ ያው እሱ ላወጡ ባለው
ሕጂ ኣስፍሕ ኣቢለ ከይገልጾ ምናልባት ተሪረ ስለ ዘለኹ ከይፈኩስ ስግኣት ኣለኒ እምበር ኣነ ከምኡ ከምኡ እየ ዝብል ተዓወይ ንምግላፅ እሞ እንታይ እዩ? እቲ ምትራር ምፍኳስን ኣየድል- ኣየድልዮን እዩ ኣ- ፍ- ትርር ክትብለሉ ዘለካ ቦታ ትትረሉ ኣብ ኖርማል ተኮይንካ ኖርማል ትኮነሉ ኦኬ እዩ። ያ ያ ሽዴቢ
ኦኬ ኦኬ።
ግን ጩብ ጌርና እኮ ሙሉእ ርእስካ ኣይንሪኤካን ዘለና ያም ሞባይል ክትክ ከምዚ በለ ሕጂ ንሪኤካ ኣለና ታብታብ ግበሩ ጋይስ። ታብታብ እስከ ጋይስ ታብታብ እባ ዳግዳግ።
ደግ ደግ በል። ዳማ ጋይስ ታብታ ሎምስ ክትኮስ ይብል ኣሎ ኣይትኮስን እንዲያ መጥራይ ታብታብ
ታብታብ ግበሩ ያላ እስከ ጋይስ እንታይ ይግበር ኮይኑ ኢልኩም ኢኹም እዛ ዓለም እዚኣ ተሓተኒ ለከ ዲስኻ ከስካሕተተኒ እስከ ናይካን
ኦኬ ዮርዳ ሓንቲ ሕቶ ክሓተኪ ካብ ልቢ ኣፍቂርኪ ትፈልጢ ዶ እዎ መዓስ ማለት እዩ
ኣብዚ ሰዓታት እዚ ከማን እዩ
ናይ ቅድሚኡ ድኣ ቅድሚ ናብ ኣዲስ ኣበባ።
ከመይ እሞ ኣብኡ ዝነበረ ፍቅርን ኣብዚ ዘሎ ፍቅርን ከመይ ረኪብክዮ ፍቅሪ ክፈላለ ዶ ካብ ሰብ ናብ ሰብ።
ኣብዚ ዓዲ ፍቂረ ስለ ዘይፈልጥ እያ ግን ካብ ኣብዚ ዓዲ ትሪኦ ፍቅርን።